ኣርያመይ ዕስራን ትሽዓተን ክፋል ካብ ዝሓለፈ ነብሰይ ኣብ ሓንቲ ጸባብ ገዛ ተዓጽየ ከም ዝረኸብኩዋ ድሕሪ ብኢደይ ድግዲግ ኣቢለ ምስ ሃረምኩዋ ንዓይ ንኽሕሉ ዝተመደበ ኣርዓዶም ዝብሃል ዋርድያ ጸኒሕኒ። ምስ ኣርዓዶም ተመሳሳሊ ብጥበብ ከም ዝተረዳዳእና ቀጺሉ ብዛዕባ ብራይ ፕራይበት ሂወቱ ኣዕሊሉኒ ኣብዚ ስደት ድማ ብቅድሚት ይኩን ብድሕሪት ሰብ ዝብሃል የብለይን ምስ በለኒ ቀጥታ ስድራካከ ኢለ እየ ሓቲተዮ ኣርዓደም ኣብዚ ኢና በጺሕና ኔርና ኣርዓደም ውሑድ ደቃይቅ ዝከውን ተኪዙ ዝን ድሕሪ ምባል ስድራካ ዶ በልካ ዳዊት ኣነ ዘኽታም እየ ስድራ ዝበሃሉ የብለይን ነቦይን ኣደይን ኣነ እየ ሓደ ውላዶም ቅድመይ ይኹን ድሕረይ ዝኾነ ውላድ ኣይወለዱን ብገንዘባዊ ሃብቲ ኣቦይ ርቡሕ እዩ ነይሩ ሓደ ኪነማን ዝኾነ ንጉሆ ኣብ እንዳ ስዋ ምሸት ድማ ኣብ እንዳ ባር ኣሕሊኹ ዝውዕል ዝሓድር ሓው ነይርዎ ኣቦይ ንምንታይ መስተ ዘይትገድፎ መስተኮ እሱር ናይ ሰይጣንዩ ዝገብረካ ንምንታይ ካብዚ ማሕለኻ ናይ ሰይጣን ወጺእኻ ናብ ማእከል ዘይትምለስ ዝብል ኣርእስቲ ንግሆን ምሸትን እዩ ዘባእሶም ነይሩ እንተኾነ ግን እቲ ሰከራም ሓውበይ ምስማ ኣብይዎ ከምዚ እንዳበሉ ብዙሕ ግዜ ተኸራኺሮም ጸላም ዝኾነት ማዓልቲ ኣርኪባቶም ኣብዚ ሕጂ ኮይነ እታ ሰዓት እቲኣ ብትኽክል እንተ ዘይነገርኩኻ ዕድመይ ሙሉእ ዝብህርረላን ዝስብደላን ዕለት ኣላ። ንሳ ድማ እታ ዕለት እቲኣ ኣብ ቅድሚ ዓይነይ ሕማቕ ዝረኣኹላ ሰዓት ምዃና ግን ርግጸኛ እየ። ሰዓት ሓደ ናይ ለይቲ እዩ። ሓውበይ ምስ ተብዚሑ ሰኺሩ መጺኡ ምስ ኣቦይን ሓደ ክልተ ተባሂሎም ኣብ ማእኸል ገዛና ተባኢሶም ሓውቦይ ደግላልን ሓያልን ስለ ዝነበረ ሓውቦይ ምስቲ ደቂ ኣቦይ ሓውቦይ ምስቲ ደቂ ምዃኑ ምስኡ ድማ ምስቲ ተሓዊስዎ ነቦይ ምክልኻል ስኢንዎ ድሕሪ እዚ ኩሉ ቀታሊ እቲ ጨካን ሓውቦይ ብኻራ ናይ ሽጉርቲ ገይሩ ኣብ ጎኑ ወጊኡ ኣደይ ድማ ብስንባደ ናይቲ ምድሪ ኡይ እንዳበለት ብሕርቃን ሓውቦይ ብምጉዳእ ቡን ገይራ ክትሃርሞ እናጎየየት ምስ ቀረበቶ ሓውበይ ክብሎ ከማን እረ ይጥዕመኒ ኣሎ ሓው ነቦይ ዶ ክብለካ በቃ ነደይ እውን በታ ካራ ገይሩ ኣብ ከብዳ ወጊእዋ ኣቦይን ኣደይን ኣብ ማእኸል ገዛና ብኢድ እቲ ናይ ቀረባ ቤተሰብና ብሓንቲ ካራ ተወጊኦም ካብዛ ዓለም ብሞት ተፈላልዮም ገዲፎምኒ ከይዶም። ኣነ ነዚ ጭካነ ሰብ ኣቦይን ኣደይን ዝቐተለለይ ንዓይ ውን ኣብ ኣስሓይታን እሾኽን ዝኾነት ዓለም በይነይ ክነብር ዝፈረደኒ ሰብ ብዝተኽኣለኒ ዓቕሚ ወሲለ ከይፈትነሉ ንእሽተይ እየ ነይረ። ዓቕሚ ዝበሃል እውን ኣይነበረንን። እዚ ርጉም ሓው ነቦይ እውን በቲ ዝነበሮ ንእደቱ ተጣዒሱ ህይወቱ ሰብ ኣጥፊኣ ሰላም ጌርካ ክትነብር ከም ዘይትኽእል'ዩ ተረዲእዎ መስለኒ ብገመድ ተሓኒቑ ንነብሱ ውን ኣጥፊእዋ ሰለስተን ትንፋስ ኣብ ሓደ መዓልቲ ተቐቢረን ኣነ ድማ ካብዛ ዕለት እዚኣ ጀሚረ ካብታ ቁሸት ዓድና ወጼ ኣብ ጎደናታት ደቀምሓረ ኮለል እንዳበልኩ ነዊሕ ዓመታት ተቐሚጠ ኣብ ደቀምሓረ በቲ ኣብ ቅድሚ ዓይነይ ዝረኣኽዎም ወታቦይን ኣደይን ጭካነ ኮይነ ምስ ረኸብክዎ ሰብ ይባኣስ ካብ ፖላዊስ ደቂ ኣምሓረ ለይትን ቀትርን መዓልትን ክሃድም ትፍትን ምስ መለእኩ ከምዚ ኢልካ ናብራ ኣይኮነን ብምባል ስግረዶብ ክሰግር ወሲነ ካብ ደቂ ኣምሓረ ክወጽእ ከለኹ ምስ ካልኣየይ እየ ወጽየ እቲ ካልኣየይ ኣብዚ እትው ምስ በልና ኣሕዋት ስለ ዝነበርዎ ቀጥታ እዮም ወጺኦም ኣውጽኦሞ ኣብዚ ሕጂ ሰዓት ከኣ ኣብ ሆላንድ ኣውሮጳ ሆላንድ ትበሃል ሃገር እዩ ዝነብር ዘሎ በቃ እንህልካ ንሱ እዩ እውን ዕርክነትና ሪኡ ኣጆካ ትብል ተስፋ ዋላ ከይህበና ኣብኡ ከይዱ ናይ ሓሸሽን ድራግን ኮይኑ ንዓይ እውን ረሲዕኒ ድሕሪ እዚ ኩሉ ናብራ መሪሩኒ እረ ጥዒሙኒ ዝኽደኖ ጨኒቑኒ፣ ዝበልዖ ስኢነ፣ ዝገብሮ'ውን ሓርቢቱኒ። ትፈልጥ ኢኻ፣ ኣብዛ ዓዲ ሰብ እንተ ዘይብልካ ማዕረ ክንደይ ከቢድ ምዃኑ። እዚ ኹሉ መከራን ሽግርን ምስ ተደራረበኒ፣ ኣብዚ ረሳሕ ስራሕ ተዋፊረ። ሓደ ሓደ ሰባት ኣለዎ። ብስእነትና መዝሚዞም ብገንዘቦም ይገዝኡና። ንዝጸልእዎ ሰብ ገንዘብ ከፊሎም ኪድ ቅተሎ ይብሉኒ። ኣነ ከኣ ዝገብሮ ስለ ዝጨንቀኒ ነቲ ገንዘብ ክብል ህይወት ንጹሃን ሰባት ኣብ ጎልጎል ይዝሕዝሖ። ዳዊት እዚ ምስጢር እዚ ብዘይካ ኣነን እቶም ዝለኣኹንን ሰባት ዋላ ሓደ ዝፈልጥ የለን። ንዓኻ ካብ ልበይ ስለ ዝኣመንኩኻ እየ ዝነግረካ ዘለኹ ተጠንቀቕ። ምስጢር ክልቴና ኣብ ከብድና ብምባል ዘረባኡ ወደኦ እሞ ኣነ ኣርምም እዩ ኣቢሉኒ ምስ ነብሰይ ከምዚ ኸ ኣሎ ድዩ ክሳብ ዝብል እየ ኮይነ ነቲ ኩሉ ዝሰማዕኹዎ ምስጢር ኣብ ክንደይ ክዓርቀሉ ከም ዝኾንኩ ክርድኦ እሞ ብኣይ ክዓቑረሉ ከም ዝኾንኩ ክርድኦ እሞ ብኣይ ክተኣማመን ብምባል ኣርዓዶም ሓወይ ኣጆኻ ብኣይ ኣይትሰከፍ ሚስጢርካ ኣይወጽእን እዩ እዚ ዘሕለፍካዮ ጸገም ካብ መጠን ንላዕሊ ከቢድ እዩ ኣነ ነዚ ከምዚ ተልዕለኒ ዘለኻ ዕላል ሰሚዐዮ ኣይፈልጥን እየ እቲ ካብ ገዛና ዘይወጻእና ከኣ ሃሲና እዩ ኣብ ዓለም እንታይ ይካየድ ኣሎ ዋላ ሓንቲ ኣይንፈልጥን ኢና ደሓን ካብዛ ሰዓት እዚኣ ኣነን ንስኻን ናይ መንፈስ ኣሕዋት ኢና ጸገምካ ጸገመይ እዩ ሓጎስካ እውን ሓጎሰይ እዩ ክንተሓጓጎስ ኢና ከኣ ብምባል ተስፋ እናሃብኩዎ፣ ሃንደበት ነብሰይ ከም ገለ ገይሩኒ። ኣርያመይ'ውን ኣብ ዓይነይ ክትረኣየኒ ጀሚራ። ዓርዓር ገለ ይኸውን ኣለኹ፣ ኣርያመይ ገለ ኾይና ኣላ፣ ግድን ንኸይድ ኣለና፣ እቶም ሰባት እሞ ቅልጥፍ ቅልጥፍ ኢልካ ንገረኒ፣ ጸላእተይ ክፈልጥ ይደሊ ኣለኹ። መን መን እዮም ነዚ ስርሒት ንኽሰርሕ ዝሃንደስዎ? ብዘይካ ኣንገሶም ሓወይ እቶም ኣብዚ መዓስከር ኮይኖም ንዓይ ጨውዮም ናብታ ጸባብ ገዛ ዘምጽኡልካ እንታይ ዝኾኑ እዮም ብምባል እቶም ጸላእተይ ዝፈልጠላ ናይ መወዳእታ ሰዓት ዝኣኸለት ኮይና እናተሰምዐትኒ ንኽነግረኒ ጽን ኢለ ተጸበኹዎ እሞ ሃራዕርም ሕማቕ ተሰም ዝተሰምዐኒ ተረዲእዎ ዓይኒ ዓይነይ ክጥምተኒ ጀሚሩ። ኣነ ድማ ብርእሰይ ነቲ ሓቂ ንኽፈልጦ ይህውኾ፣ ውሽጠይ ከኣ ብኣርያመይ እንዳሓሰበ ይርበሽ። ግን በቃ ነዛ ሓቂ ግድን ሕጂ ኣብዛ ሰዓት እዚኣ ክፈልጦ ኣለኒ ኢለ እተራዕዶም ሓወይ ነገረኒ እንዶ እንታይ ኢኻ ስጋእ መጋእ እትብል ዘለኻ እቲ ሓቂ እኮ ተቐቢሩ ተቐራሪብና እንተ እንከለና ንገረኒ ምስ በልክዎ ኣርዓዶም ኣብ ጸጉሪ ርእሱ ዝነበረ መንገፍ ድሮና እናነገፈ ክነግረካ እየ ዳዊት ቅድሚ ምንጋረይ ግን ተረጋጋእ ምክንያቱ ካብ ዘይትጽበዮም ሰባት ኮይኑ ምስ ጸንሓካ ምጽዋር ከይትስእኖ እሞ ብስምዒት ተደፋፊእካ ኣብ ዘይተደለየ ሓሸውየ ከይትኣቱ እቶም ኣብ ገዛኻ ኣፍካ ዓቢሶም ብኣፍንጫኻ መደንዘዝ ጨና ኣጫንዮም ናባይ ዘምጽኡኻ ተኽለን ምሕረተኣብን እዮም ዝበሀሉ ንዕኦም ካብ ገዛኻ ንኸውጽኡኻ ንዓይ ድማ ንኽሕልወካ ዝለኣኸና ኸኣ ወዲ ሽዋ እዩ ክብለንን ብስንባደ ወዲ ሽዋ ግርማይ ማለትካ ድዩ ኢለ ስንባደ ዝተሓወሶ ሕቶ እዩ ሓቲተዮ ኣርዓዶም ርእሱ እንዳነቕነቐ እወ ንሱ እዩ ብምባል ኣረጋጊጹለይ ተገሪመ ድንጽው ኢሉኒ ስምዒታተይ ደሞ ኣካላተይ እንዳተረ እንዳተረደኣኒ ሽኽሽኽ ክብሉ ጀመሩ። ንሰማይ ገጸይ እንዳጠመትኩ ምስ ኣምላኽ'ውን ክዛረብ ጀሚረ፣ ኣንታ ኣምላኽ ኣቦይ እዚ ጉዳይ ከመይ ከመይ'ዩ፣ ለከ ሓቂ'ዩ ካብ ፈታዊየይ ደኣ ሓልወኒ'ምበር ንጸላኢየይሲ ባዕለይ ኣለኽዎ ዝብል እቲ ፈታዊየይ ዝብሎ ሰብ ንዓይ ውሽጢ ውሽጢ ጉድጓድ'ዩ ዝፍሕረለይ ጸኒሑ ብምባል ሕርቃነይ ተቖጻጺረ ቀጽል እስኪ ካልኦት ከ ኣለዉ ዶ ኣለዉ ድዮም ኢለ ምስ ሓተትክዎ ኣርዓዶም ኖ ዘመልክት ብርእሱ እናነቕነቐ ብዘይካ ኣንገሶም ሓውካ ካልእሲ የለን በለኒ። እቲ ከምኡ ክገብሮም ዝኸኣለ ቀንዲ ነጥቢ ካብ ኣርያመይ ንክፈልዩኒ ምዃን ተረዲእኒ ይፈልጥ ዋላ እንተነበርኩ ካልእ ተወሳኺ ንኸይህሉ ኢለ እንታይ እዩ እቲ ዕላማ ብምባል ሓተዮ። ኣርዓዶም መጀመርያ ኩሉ እቲ ዕላማ ከም ዝፈልጦ እዩ ነጊርኒ። ዳዊት ኣብ ገዛኻ ኣርያም ትበሃል ኣፍቃሪት ከም ዘላትካ ካባኻ እውን ናይ ክልተ ወርሒን ዕስራን ሽዱሽተን መዓልትን ዝኸውን ጥንሲ ከም ዘለዋ ኢና ተሓቢሩና። እዚ ኩሉ ሓበሬታ ዝሃበና ወዲ ሽዋ እዩ። ወዲ ሽዋ ተኽ ንትንፋስ ዓርኩ ንኣንገሶም ሓውካ ምዃኑ ትፈልጥ ኢኻ። ወዲ ሽዋ ፈታዊኹም መሲሉ ዝቐርበኩም ዝነበረ ካባኹም ዝሰምዖ ዘረባታት ናይ ሓውካ እዩ ዘመሓላልፍ ነይሩ። ዳዊት ሓወይ ሕጂ ከኣ ነታ ኣፍቃሪትካ ዝኾነ ነገር ጌሮምዋ ይኾኑ እዮም ንኺድ እሞ ንገዛኻ ንቅድም ዝተረፈ ቀስ ኢልና ክንዕለሉ ኢሉኒ ኣነ ውሽጠይ ይርብሽ ኔረ ኣብ ርእስ ሲኡ እቲ ቀንዲ ፈታውየይ ኢለ ዝሓሰብክዎ ግርማይ ቀንዲ ጸላኢየይ ኮይኑ ብምጽንሑ ስምዒታተይ ክጻወር ኣይከኣልኩን ግን ቀዳምነት ኩነታት ነታ ናይ ልበይ ዘፍቅራ ኣርያመይ ክፈልጥ ኣለኒ ኢለ ሒሳብ ሕራይ ንዓይ ኢለዮ ብጉያ ናብታ ምውቕቲ ገዛይ በጺሕና። እቲ ማዕጾ ናይ ገዛና ብደገ ሸገጥ ተሸጊጡ እዩ ጸኒሑኒ። ኣነ ነቲ ሸጋጥ ርእየይ ምስ ኣበልክዎ ነብሰይ ፈጥፈጥ ኢሉኒ ገለ ነገር ከም ዝተፈጠረ እውን ኣይሰሓትኩዎን። ብስም ኣብ ወልድ መንፈስ ቅዱስ ኢለ ገጸይ መማዕትብ ነቲ ሸጋጥ ክፍት ከብሎ ኣርያመይ ሳላሳ ክፋል ይቕጽል ናይ ዛንታ ብጣዕሚ ሓያል ዛንታ እዩ ብዓቕመይ ተመዚኑ ዝንበብ ዛንታ ኣይኮነን ሓቂ ሕሽ ብጣዕሚ ከቢድ ዛንታ ኢና ስምዒታተይ ተረዲእኩም ሓሳብኩም ኣብ ኮመንት ክጽበየኩም እዩ ብካልእ ቪድዮ ስጋ ንራኸብ ስሰ